እቲ ትኽክለኛ ፍቕሪ ክትረኽቦ ከለኻ ምትሕስሳብ፣ ምትሕልላይ፣ ኣብ ህይወትካ ክስተኻኸሉልካ ወይ ክሳኽዑልካ ዘይከኣሉ ነገራት እኳ ተነይሮምሲ ናተስተኻኸሉ ጋህዲ እናኾኑ ኢኻ እትሪኦም። እዚ እቲ ሓቃዊ ትኽክለኛ ብክልተ ወገን ዝተመስረተ ፍቕራዊ ርክብ ተኾይኑ እዩ። ሓደ ወገን ጥራሕ ከም ዓምዲ ጠጠው ዘበሎ ፍቕራዊ ህይወት ክህልኽ ኣሎ። ልዕሊ መጠን ካብ ፍቕሪ ሓሊፉ ናብ ኦብሰሽን እንድሕር ደኣ ከይዱ ኮይኑ ካብኡ ድማ እዚ ስምዒት እዚ ፍቕሪ እዩ ብዝብል ተቐጽሎ እንድሕር ደኣ ሃሊኻ ወትሩ ጽቡቕ ስምዒት ኣይስምዐካን። ክንዲ ዝኣኽላ ወይ ክንዲ ዝግባኣ ኣፍቂርካያ ከለኻ ኩሉ ግዜ መሊሳ ንክተፍቅረካ ከምቲ ዝፈተውካያ ንሳ እውን ንክትፈትወካ ናተማሕጸንኻያ ንክትነብር ፍቕሪ ከም ዘይርከብ፣ ፍቕሪ ንምርካብ ኸቢድ ከም ዝዀነ ንኪስምዐካ ይገብር። እዚ ነገር እዚ ዚመጽእ ድማ ወይ እዚ ስምዒት እዚ ዚፍጠር ድማ የፍቅራ እየ፣ ክትዀነኒ እያ፣ ክዀነኒ እዩ ብዚብል ስምዒት ኽትገብሮም ወይ ክትኸዶም ዘይግበኣካ መንገድታት ስለ እትኸይድ እዩ። ተፍቅረኒ ደኣ ዀነቲ ታሙ ድዩ? ይደልያ ደኣ ዀንኩ? የፍቅራ ደኣ ዀንኩ? እንታይ እሞ ዝተዛረብክዋ ወይ ተርኣኽዋ? ምንም ጸገም የብሉን እናበልካ ትሰሓሓቶም ስሕተታት እዚ ነገር እዚ ንክፍጠር ናይ ግድን ይኸውን ማለት እዩ። እቲ ዝበልኩኻ ሕማቕ ዝኾነ ስምዒት ኣይፍቀርን፣ ኣይፍተውን፣ ፍቕሪ ዝበሃል የለን ዝብል ስምዒት ንክፍጠር ይገብር ማለት እዩ። እዚ ጥራሕ ኣይኮነን ብናይ ጽባሕ ዕድልኹም እውን ርግጸኛታት ዘይትኾኑሉ ኣጋጣምታት እውን ይፍጠር እዩ። ወትሮ ክትፍለየኒ ዶ ትኸውን ምሳይ ዶ ክትቅጽል ትኸውን ዝብል ሕቶታት ኣብ ኣእምሮኻ ንክፍጠሩን ብፍቕርኹም ርግጸኛ እንከይትኾንን ወትሩ ምስ ካልኦት ኣወዳት ናተነጻጸርካ ንክተፍቅረኒ ታክገብር ዝብሉ ቪድዮታት ወይ ድማ ሓሳባት እናረኣኻ ንክትነብር ይገብረካ። ክልተ ዓመት ሰለስተ ዓመት ዝጸንሐ ፍቕራዊ ህይወት ክሳብ ዝሓዚ ሰዓት ግን ኣብ ኢድካ ጭቡጥ ዘይኮነ ስምዒት ንክስምዐካ ይገብር። ስለዚ እዞም ናብዚ ህይወት እዚ ዘምርሑኻ ዋላ ንተፍቅራ ጓል ኣንስተይቲ ክትገብሮም ዘይብልካ ነገራት እንታይ እዮም? ክሳብ ሎሚ ትሰሓሕቶም ኔርካ ካብ ሎሚ ግን ክተወግዶም ዝግበኣካ ወይ ድማ ፍቕራዊ ህይወት ዘይጀመርኩም ተሰሓሒትኩም ዘይትፈልጡ ሰባት ድማ ኣብ ትኽክለኛ መንገዲ ከም ዘለኹም ንክስምዐኩም ዝገብሩ ዝተወሰኑ ነጥብታት ሒዘልኩም መፅእ ኣለኹም ዋላ እናፍቀርካያ ፍፁም ክትገብረላ ዘይብልካ ነገር እቲ ቁፅሪ ሓደ ዓርሰኻ ምስዋ እዩ ፍቕሪ ብዕንቅፋታት ተዘይተፈቲኑ ፍቕሪ ዕሾኽ ተዘይወጊእዎ፣ ፍቕሪ ከበድቲ ፈተናታት ተዘይገጢሞምዎ ፍቕሪ ኣይኮነን ኢሎም ዝኣምኑ ሰባት ኣለዉ። ክትሕጎስ፣ ጽቡቕ ስምዒት ንክስመዐካ፣ ኣብ ዝሐሸ ደረጃ ንክትበጽሕ ሓጋዚት ክትኾነካ ዝግብኣ ጓል ኣንስተይቲ ንምንታይ ዓርስኻ ትስውእ? ኣብ ፍቕራዊ ህይወት ልዕሊ መጠን ፈተና ዝበዝሕ ተኾይኑ፣ ብፍላይ ድማ እዚ ፈተና እዚ ነቲ ሓዲኡ ወገን ጥራሕ ዝገጥሞ ተኾይኑ፣ እቲ ሓደ ወገን ኹሉ ግዜ ብምቾት ኹሉ ግዜ ምንም ከይለፈዐ ምንም ከይደኸመ ሕማቕ ስምዒት ከይተሰምዖ ወትሮ ኢንቨስት ዝገብር እቲ ሓደ ወገን ጥራሕ ክኸውን እንድሕር ደኣ ገይሩ ነዊሕ ናይ ምቕጻል ዕድሉ ዝወረደ ወይ ድማ ፍጹም ዘይቕጽል እዩ እዚ ዓርስኻ ምስዋእ ማለት ንኣብነት ካብ ስራሕኻ ምቁራጽ ንፍቕርኻ ክትብል ማለት እዩ ኣቋርጽ ስለ ዝበለትካ ክኸውን ይኽእል ምስኣ ነዊሕ ግዜ ክተሕልፍ ስለ ዘለካ ክኸውን ይኽእል ግዜ ይሓጽረና ኣሎ ብዝብል ሰበብ ክኸውን ይኽእል። ብዝተፈላለየ ምኽንያት ስራሕኻ ተቋርጽ እንተኾይንካ፣ ዕላማኻ ምግዳፍ፣ ደገፍትኻ፣ ናትኻ ጽቡቕ ደለይቲ ካብ ዝኾኑ መሓዙትኻ፣ ስድራኻ፣ ዝተፈላለዩ ሰባት ክትርሕቕ ምግባር ወይ ድማ ምፍልላይ ነቲ ፍቕራዊ ህይወት መስዋእቲ ኮይንካ ምቕራብ ማለት እዩ። ብፍላይ ድማ ዕላማኹም እትገድፉ ደቂ ተባዕትዮ ፍቕሪ ክሕዘኩም ከሎሲ ወድነትኩም እትርስዑ ደቂ ተባዕትዮ ኣለኹም። ባይዘ ወይ ወዲ ተባዕታይ ኣብ ፍቕራዊ ህይወት ብጥንካርኡ ብጉልበቱ ኣለካ ምሽ ከምዚ ኣብዚ ሕዚ ሰዓት ጉልበት እንብሎ ዝሐሸ ላይፍ ስታይል ተሃሊካ ብህይወትካ ተኸባሪ ዝኾንካ ወዲ ተኾይንካ እንታይ ኣለዎ እንታይ ከቕርበላ ይኽእል እዛ ጓል ኣንስተይቲ እዚኣ ከመይ ገይሩ ሕጉስቲ ክገብራ ይኽእል ዝብሉ ሕቶታት ኣብ ልዕሌካ እዮም ዝለዓሉ እትኽበር ብዘለካ ነገር እዩ ጠንኪርካ ትሰርሕ ውፅኢታዊ ዝኾንካ ወዲ ተኾይንካ ጥራሕ እዩ እታ ሕዚ ምሳኻ ዘላ ጓል ኣንስተይቲ እኳሲ ክተኽብረካ እትኽእለሉ ዕድል ዝለዓለ ዝኸውን እዚ ምዃኑ እናፈለጥኩም ከመይ ብፍቕሪ ክትወድቂ ከለኹም ወይ ልብኹም ብፍቕሪ ክሽፈን ከሎ ከመይ ከም ትርስዕዎ ግርሚ ዝብለኒ ጽባሕ ንግሆ ኣብ ህይወትካ ሕማቕ ነገር ክገጥም ከሎሲ ንዓይ ኢሉ ወዲቑ ወይ ንፍቕርና ኢሉ እኮ ከምዚ ኮይኑ ኣይትበሃልን ጠንካራ ስለ ዘይኮነ ንፍቕሩ ጠጠው ክብል ዘይኽእል ወዲ ስለ ዝኾነ ሰነፍ ስለ ዝኾነ እዩ ኣብዚ ደረጃ እዚ በፂሑ ዘሎ እናተባሃለ ትነዓቐሉ መንገዲ ናስተኻኸልካ ኢኻ ትኸይድ ዘለኻ ስለዚ ዋላ ንተፍቅራ ንትደልያ ብጣዕሚ በቃ ስፍስፍ ትብለላ ጓል ኣንስተይቲ ዋላ ትኹን ዕላማኻ ፍጹም ከይትገድፍ ብስሩ ዓርስኻ መስዋእት ጌርካ ከይተቕርብ ንስኻ ምስ ትጥንከር ንስኻ ምስ ትህሉ ጥራሕ እዩ እዚ ናይ ፍቕሪ ህይወት እዚ ክቕጽልን ክብርትዕን ዝኽእል። ካልኣይ ድማ ብጣዕሚ ተፍቅራ ዋላ ትኹን ኣብ ህይወትካ ዓብዪ ለውጢ ተምጽእ ጓል ኣንስተይቲ ብዙሕ ስምዒት ዘለካ ዋላ ትኹን ፍጹም ክትገብሮ ዘይብልካ ከይተገድዳ ወይ ድማ ከይትጸዓና። ኣወዳት በዚ ኢኹም ኩሉ ግዜ ትፍተኑ። እታ ጓል ኣንስተይቲ ካብ ልብኹም ክተፍቅርዋ ከለኹም ዘይ ኣነ ማንም ወዲ ክወስዳ የብሉን ዝብል ኣብ ውሽጥኹም ከም ሓሳብ ትሕዝዎ። ብድሕሪኡ ብጣዕሚ ፍቕርኹም ስለ ዝጸዓነኩም ገለ ነገር ክፍጠር ከሎ እናለመንካ ክተርያ ዘይግበእካ ፍቕሪ እናርኣኻ ክትህባ ዘይግበእካ ገንዘብ እናሃብካ ዘብለጭልጩ ነገራት ብምሃብ ስሒብካ ክተቐምጣ ትደሊ ምሳኻ ንክትቕጽል ናይ ግድን ከም ቆልዓ መዐሸዊ ወይ መታለሊ ዝኾነ ነገር ክተቕርበላ ኣለካ ተዘይኮይኑ እውን ልዕሊ መጠን ክትልመነ ኣለዋ እዛ ጓል ኣንስተይቲ እዚኣ እዚ ነገር እዚ እናተፈጠረ ብዝኸደ ቁፅሪ እቲ ትኽክለኛ ፍቕረይ ተስተማቕሮን እዛ ጓል ኣንስተይቲ እውን ተንዕቐካ ማለት ፍቕረ ይኮነ እናተሰማዓ ዝኸይድ ተደላይት ከም ዝኾነት እዩ ዝስምዓ ስለ ዘፍቀርካያ ዘይኮነሲ ንሳ ዝግባኣ ስለ ዝኾነ ተባሃጊት ስለ ዝኾነት ኩሉ ሰብ ክንዕቃ ከም ዘይኽእል ናሓሰበት ትኸይድ። ኣብቲ ሽዑ ሰዓት ክልቴኹም ተመሳሳሊ ወይ ባላንስ ዝገብር ዓይነት ስምዒት እኳ ዋላ ተነበረኩም ቀስ ብቀስ ናበይንኻ ይኸውን እዚ ናይ ፍቕሪ ስምዒት ማለት እዩ። ሓደ ሓደ ግዜ ደቂ ኣንስትዮ ኣጸጋሚ ባህሪ ዝውንና በዚ ምኽንያት እዚ እዩ። ስለ እትልምንወን ክትጸዓንወን ስለ እትደልዩ ውሳነታት ክውስና ከለዋ ከክንዲ ይኹነልኪ ኢልካ ምቕባል ወይ በቲ ዝወሰነቶ ከክንዲ ምልቃቕ ዘይ ኣነ ካሊእ ኣፍቃሪ ክህልዋ ኣይደልን ብጣዕሚ እየ ዝፈትዋ ብጣዕሚ እየ ዝደልያ ካባይ ወፃኢ ማንም ወዲ ክነክኣ የብሉን ትብል ቅዋም ይህልወኩም እሞ ልዕሊ መጠን ናብ ስሕተት ተደፋፊእኹም ንክትኣትዩ ይገብረኩም ጓል ኣንስተይቲ ውሳና ተዘኽቢርካላ እሺ ኢላ ተስማዕሚዓ ኣሜን ኢላ ኣጸጋሚ ብዘይኮነ ባህሪ ምሳኻ ክትቕጽል ኣይትኽእልን እያ ልዕሊ መጠን ምልማንን ንጓል ኣንስተይቲ ሓለፋ ዝኾነ ፍቕሪ ምርኣይ ሞር ካብቲ ዝነበራ ፍቕሪ ንክትወፅእ ምግዳድ ከም ዝኾነ ጌርካ ክትሕዞ ኣለካ። እዚ ባህርኻ እዚ ኩሉ ግዜ ናብ ጎንፂ እዩ ዘእትወካ። ንሳ እውን ከም ዝተገደደት እዩ ዝስምዓ፣ ከም ዝተዓፈነት፣ ተጨናንቓ ከም ዘለኻ፣ ስለ ዝለመንካያ እምበር ፍቅሪ ከም ዘለዋ ኣይስምዓን በቃ ክትሓባበሩ እስቲ ክትጽገመሉ ዝብል ስምዒት እዩ ዝስምዓ ኣብ ዝኾነ ሰዓት ድማ ሓራ ወይ ድማ ነጻ ክትወጽእ ትደሊ ብድሕሪኡ ከድሕና ዝኽእል ወዲ ምድላይ ትጅምር ብዝኾነን ብዘይኮነን ኩሉ ግዜ ትሓሩ ወትሩ ትትክክለኛ ፍቅሪ ከይተስተማቅሩ ትኾኑ እዚታት ነገር ንምትራፍ ፍጹም ክትጸዓን ኣይብልካን ክተገድድ ኣይብልካን ብሎክ ትገብረካ ትኮይና ኣኪሹ ትቐጽል ትኽድ ፍቐደላ ከይተዛርበኒ ትብለካ ትኮይና ከምታ ዝወሰነታ ከይተዛረባ ብድሕሪኡ ካልኦት ዘረባታት ዝመፁ እተህልዮም ብናይ ባዕላ ውሳነ ከም ዝኾነ ተረድኣ ብድሕሪኡ ሰጥለጥ ኢላ ዓሪፋ በቲ ናይ ክልቴኹም ፍቕሪ በቲ ናይ ክልቴኹም መንገዲ ክትቕፅል ወይ ድማ ክትኸይድ ትገብራ ኣለኻ ማለት እዩ እቲ ሳልሳይ ድማ ብጣዕሚ ንተፍቅራ ጓል ኣንስተይቲ ክትገብሮ ዘይብልካ መስመርካ ክትሓልፍ ከይትፈቕደላ እዚ ማለት ኩላትና ቅድሚ ናብ ፍቕራዊ ህይወት ምእታውና ወይ ቅድሚ ብፍቕሪ ምትሓዝና እነውፅኦም ረቋሕታት ኣለዉ መፃምደይ እዝን እዝን እዝን እዝን ተገይሩ ምስኡ ኣይቐፅልን ኢልና ዝኾነ ንነብስና ክብሪ እንህቦ ወይ ቦታ እንህቦ ብከምዚ ተተበዲለ ብከምዚ ተተጎዲኤሲ ምዚ ሰብዚ ኣይቐፅልን ኢልና እነውፅኦም ረቋሕታት ኣለዉ በጠቓላሊ እዞም ረቋሕታት እዚኣቶም ከይትርስዖም ፍቕሪ ክሕዘካ ከሎ ንኣብነት ከም ድላይካ ክትረኽባ ተዘይክኢልካ ጠርጥር ንምንታይ ውሽጥኻ ደስ እናበሎ ውሽጥኻ ብጣዕሚ ብፍቕሪ ተመልዩ ክቕፅል እናተገብኦሲ እንድሕርቲ ዝግበካ ትዝደለኻዮ ፍቕሪ ክትበካ ዘይትኽእል ወትሮ ኢግኖር ትገብረካ ወትሮ ድላይካ ሰዓት ክትረኽባ ዘይትኽእል ጓል ኣንስተይቲ እንተኾይና ንምንታይ ምስኣ ትቕፅል ንምንታይ እዩ ዳ ዕላሙ ፍቕራዊ ህይወት ምምስራት ንምንታይ እዩ ንምንታይ ይድልዩ ስለዚ ከም ሬድ ፍላግ ክትሕዞ ኣለካ ኣብ መንገዲ ወይ ኣብ ገዛ ሕማቓት ቃላት ትዛረበካ ተኾይና እዚ እውን ንነብስኻ ትሒትካ ምሃብ ወይ ድማ ኣሕሊፍካ ምሃብ እዩ እዞም ሕማቓት ቃላት እዚኣቶም ቀስ ብቐስ ፅባሕ ንግሆ ናብ ዓበይቲ ነገራት እናገዘፉ እዮም ዝኸዱ ብቀልዲ ምሲልካ ትዛረቦም ጽባሕ ንግሆ ቁም ነገር ናኾኑ ይኸዱ ትለማመዶም ኩሉ ግዜ ዝግበእካ ናይ ፍቅሪ ትሪትመንት ይመስላ ብኡ ድማ እቲ ጽቡቅ ነገር ክትህበካ ኣይትኽእልን ማለት እዩ በቲ ሕማቅ ስለ ዘልመደትካ ካሊእ ድማ ኣብ ቅድሚ ሰባት እንድሕር ትንዕቀካ ኮይና ገለገለ ኣለዋ ደቂ ኣንስትዮ ኣብ ገዛ ሓለፋ ክብሪ እዩ ዘለወን በቃ ፍቅሪ ዓለመ እዩ ኣብ ደገ ክኾና ከለዋ ድማ ዝሓፍራሉ ዓይነት ወዲ ኢኻ ትመስል ከይደለያ ተገዲደን ዝመስረትኦ ሓዳር ወይ ፍቕራዊ ርክብ እዩ ዝመስል። ብነብስኻ ትሓፍር፣ ምሳኻ ብምርኣያ ደስ ዘይብላ ትኾይኑ፣ ኣብ ቅድሚ ካልኦት ኣወዳት ወይ ካልኦት ኣዋልድ ካልኦት ሰባት በጠቓላሊ ሕማቕ ነገር ትገብረካ ትኾይና እዚ እውን መስመር ክትሓልፍ ምፍቃድ እዩ እዚ ነገር እዚ ክኸውን ከይትገብር ካልኦት ነገራት እውን ኣለዉ ከምዚ ቺቲንግ ማለት ናይ ግድን ይኮነ ምስ ካልእ ወዲ ከይዳ ክትድቅስ ቤስት ፍሬንደይ እዩ ከምዚ እዩ ከምቲ እዩ እናበለት ምሳኻ ክተሕልፎ ዝግብኣ ግዘ ምስ ካልእ ወዲ ተሕልፍ ተልያ ካባኻ ክትረኽቦ ዝግብኣ ፍቕሪ ካብ ካልእ ወዲ እናረኸበት ትትክኦ እንድሕር ደኣ ሃልያ እዚ እውን መስመርካ ክትሓልፍ ምፍቃድ እዩ ክትጥንቀቕ ይግብኣካ። እዞም ሎማዕንቲ ዘምጸኹልኩም ነጥብታት ንማንም ጓል ኣይኮነን ኢቨን ንታ ዘፍቀርካያ ብጣዕሚ ትብህጋ ትደልያ ብዘይካ ሰብ የብለይን ጓል ኣንስተይቲ ካልእ ኣይፈልጥን ንሓዳር ንቁምነገር ዝደልያ ጓል ኣንስተይቲ እያ ኢልካ ዋላ ሕሰብ ንኣ እውን ፍፁም ክተርያ ዘይብልካ እዩ ማለት ገለ ገለ ሰባት ሲ ንፍቕሪ ትግንዘብሉ መንገድስ በቃ ፍልይ ዝበለ እዩ ተፍቂረያ ተፍቂራትኒ እንታይ ፀገም ኣለዎ እዚማ ዓርሲ ዓርስኻ ከምዚ ገደብ ኣቐሚጥካ ምንባር እዩ ኣብ ፍቕሪ ድማ ገደብ ክህሉ የብሉን ክትላመድ ክትቀራረብ ክትፋቱ ኣለካ ኢልኩም ትኣምኑ ሰባት ኣለኹም እመኑኒ ግን ዋላ ከምዚ ዓይነት ፍቕሪ ሃሊኩም ቀስ ብቐስ እናተላመድኩም ኣብ ሓዳር ምስ ኣተኹም ገለ እዚ ባህሪ እዚ ብከምኡ ኢሉ ዝቕጽል እንተኾይኑ እቲ ዝግበእካ ትሪትመንት ኣይትረክብን ኢቭን ኮዘይ ክትፍለየካ ትኽእል እያ ከምቲ ትብሎ ዘለኻ እቲ ዘይትፈላለዩ ክትኾኑ ትኽእሉ ኢኹም ግን ዲስርስፔክት እናተገበርካ ወዲ ክብሪ እዩ ቀለቡ ልዕሊ ፍቕሪ ወዶ ዓሰርተ ግዜ የፍቅረካ እየ ካብ ትበሃል ንእሽቶይ ክብሪ ተተርእካ ኢኻ ትመርጽ ሓቂ ኣወዳት ልዕሊ ፍቕሪ ክብሪ እዩ ቀለብኩም ክተኽብረካ ተዘይኽኢላ ዝግበእካ ወድነትካ ክረእ ተዘይክኢሉ ብልዕሊኣ እንታይ እሞ ዋጋ ኣለዎ ኣምታይ እሞ እዩ ሞሉ እቲ ፍቕሪ የፍቅረካ እናበለት ግን ፍቕሪ ዝመስል ተግባር ዘይተረቲ ኮይና ንዓኻ እውን ኣይጠቕመካን መሊሱ ንዓ እውን ክጠቕማ ዘይክእል ነገር እዩ ስለዚ ዋላ ሞር ተፋቀሩ ልዕሊ መጠን ፅቡቕ ነገር ዋላ ሃሊኹም ኣብ መንጎኹም እዞም ሎማ ሓንቲ ዝገለፅኩልካ ነጥብታት እንድሕር ተተግብር ኮይንካ ፅቡቅ ኣይኮነን እሞ ካብ ሎሚ ጀሚርካ ዶ ኣብል ኢኻ ዝጠቕሙኻ እዮም ፍቕሪ ተጉድለላ ምርሕሓቕ ኣይፈጠር እምበርስ እዞም ነገራት እዚኣቶም ከይፍጠሩ ምግባር ንክልቴኹም ጥቕሚ እዩ ስለዚ ተትለማመዶም እዩ ዝሐይሽ ሓቢረኩም ዝፀናሕኹ ሰናይት እየ ብቀፃሊ ካልእ ሓሳብ ሒዘልኩም ክመፅእ እየ ክሳብ ሽዑ ሰላም